ማራ እያ ግዜ ዘጥፍኣላ ነይረ ይሓስበላ ይውዕል መዓስ እያ ማዘር ትወፅእ እ፣ መዓስ እያ እንዳብፃ- እንዳ- ድብፃሕ ዘለዋ ገለ ሽዑ ድበላ ኢኻ ትወድቃ ነታ ናውቲ እውን ክሳብ እወ እ፣ ልባ እንታይ ከዓ ትገብር ርኢኻ ኣለኻ ባ- መዓት እኮ እዩ ሽግር እኮ እዩ ርኢኻ ኣለኻ እንዳ- እንተተረኺብካ ግን እውይ እንተተረኺብካ ኣኺልካ እዩ እንተ ተረኺብካ ደኣ ኣኺልካ እየ ሸበጥ ገይረን ጥቅዕቅዐን ደብላኻ ኦባ ሞኾስካ ሞኾስካ ሞኾስ ወዲ ዕብዲትካ
ምቕንጣዋላ ገለመለ ሞኾስ ወዲ ዕብዲትካ
እዋ እንታይ እዩ እዞም ሃገረሰብ ዳዓበና ከዓ እንታይ ፀገም ነይርና መሲልካ ኦ ቴሌቭዥን ኣይነበረን ቀደም ኣባና ውሑዳት እየን ነይረን ኦ ሕጂ ነቶም ሰብ ነቶም ቴሌቭዥን ዘለዎም ምሉእ መዓልቲ ኢኻ ክትለኣኸሎም ትውዕል ኣብ እወ መንጎ እንድሕር ልችደይ ሰሪሓ ገለ ከኣ እ፣ ከብድኻ ብቅርጸት ሓሚምካ ትሓድር ማለት እዩ እቲ ኩሉ ዝሰራሕካዮ እወ
ባ- መዓት ዝኽሪ እዩ ባይደወይ ዝኽሪ ሲ ንዝክር ይብል ደራፋይ ቧዕ ክስታይ ከ ክትሕምብስ ውዒልካ መቸም ሽግር እንድዩ ኣብ ስዊሚን ፑል ክንሕምብስ ዝግበኣና ዕድል ኣይገበርናን ኣብ ዲጋ ትሕምብስ ሕጂ ኣብ ኣስመራ በቲ ፊንላንድ ሙሴን ዝበሃል ኣሎ እንታይ ዝበሃል ነይሩ ኣታ ዘኩርና እስክቶም ደገዛውተይ እዚ ኣፍሪቃ ትበሃል ነይራ ሓንቲ ዲጋ ሓንቲ ከኣ ሃይወይ ገለ ዝበሃል ነይሩ ሕጂ ኣነ ከኣ ካብ ብንእሸይ ሎቕማጽ እንየ ነይረ ትምህርቲ ውዒልካ ርኢኻ ኣለኻ ትኸይድ ሓምቢስካ ምስ መጻካ ባዓል ኣፍሪቃ ገጽካ ይፍሕሹ ሽዑ ቫዝሊን ገለ ትገብር ያኢ ከተታልል እኳ ኢካ ተረዲካዶ። እንታይ ቫዝሊን ክትገብር ጥፍጣፍ ጌርካ እምበር ቫዝሊን ናይ ኣስመራ እዩ ጥፍጣፍ ጌርና ኢና ገለ ኣኣ እዘና እዘን እዘን ጀምዓና ካብ ኣስመራ ውጽ ኢልካ ዝነበርክን ጥፍጣፍ ኢኪ ትገብራ ኔርክን ሂሂ።
ባይዘወይ ናይ ቀደም ዝኽሪ ሓሩ ዳርጋ ቤት መዘከርያ ክትዝክር መዓት እያ መዓት እዩ ደለዋ። ግን እኮ ኣብ ዝኽሪ እኮ ክልቴኹም ኢኹም ትዝክርዎ ኢኹም ትሰማምዑ እምበር ምሳና እኮ ይጋጨወኩም እዩ ኣብቲ ዝኽሪ። እወ በዓል እጋጨውና ሕጂ ገሊኦም እንታይ እዮም ዝብሉ መሲልካ እዞም ደቂ ኣስመራ እወ እህ ገለ ምሽ ይብሉ ጸኒሖም ከምኡ ክትገብር ነርካ ገለ ተልካዮም ናባና ዳኣ ብዙሕ ኣይነበረን ይብሉኻ ሽዑ እዎ ክብሉኻ ኣባና እኮ ዝኽሪ እኮ ናትና ጥዕም ናይ ንእስነት ነናትና ኣለና እንዶ ግን ንኣብነት ንሕና ኳትሮ ቦርታ ክንዝክር ከለና ንስኹም ካ ሻኪ ትዝክሩ ማለት እዩ ሲያኮታትኒ ንሕና ንኣብነት ኩኽ ሰሪቕና ወይኒ ሰሪቕና ክንብል ከና ንስኹም ከኣ ዕፉን ሰሪቕና ካልእ እንታይ ባልዶንጓ ሰሪቕና ዓይኒ ዓተር ሰሪቕና ዓይኒ ዓተር ሰሪቕና ባልዶንጓ ሰሪቕና ትብሉ ማለት እዩ መጥቃዕቲ ባልዶንጓ እያ ደላሎም መዓልቲ ገለት ኣንጫኸ እዛ ሜረይ ስድህል ኣቢያ ተዛረብ እስኪ ሜረይ ኣጆኺ ኢድኪ ዊጥ ኣይተብሊ ዋይዶ ምስለብዲ

ኣንታ ናይ ሰብኣይ ሰለስተ ደሰ ኔው ነጆ ክብል ሞቶ እኮ ኢሉ ምሾት እዚኣ እኮ ያትያ ቢፌቶ
ንኹለን ከተቀባጥር ከፊኢካ ኣብ ሽግር ወዲቕና ቤላ ኢኻ ዘመሓድራ ነይረ ሎሚ ሎሚ ትፅንክረኒ ኣላ በዚሕናን እወ ዘለካ ፀገም በዝኻ ፀሓፈኒ ኮሎ ብቴሌፎን ከዓ እዋ ከርእየካ እየ ገለ ትብለካ ተሓቲ ሽግር እኮ እወ ፀወታ እንዲ ገለ ክትብል ከተማዚኻ ናይ ሜሪ ሽግር እንታይ ዶ ኮይኑ ይስስዕ ኮይኑ በቃ እዋእ ሓሩ እዚ ኣጽሃ ኣልጊብካ በሎም ከዳኣ ዋእ ኣብ መወዳእታ ዳኣ እኮ ከም ናይ ወዲ ሓንቢር ሓንቲ ሕዝ ኣቢሉ በቃ ኣውዲዮ ኣለኹ ክብል እዩ ላ ወዲ ሓንቢር ዳኣ ሓንቲ ክሕዝ ነቲኣ ክገድፍ ነቲኣ ክሕዝ ሓንቲ ከይሓዘ ክተርፍ ዋ፣ ሕጂ ዳኣ ሰበይቲ ምሽ ሒዙ ዋይ ድሕሪ ወርሒ ክምለሰኩም እዩ ድሓን ክስታይ እታ ጎፋንሚ ባይ ትረስዓያ

ታይ እሞ ክገብርየ ኣነ ዋእ እዚ ህዝቢ ብኪሱ ሓሚሙ ዓንተቦይ ሲ ቆራጡ ሓንቲ ትዛረብ ነይራ ኣደ ክልተ ቆልዑየ ኣምላክ ይመስግን ገለ እንዳበለት ሲ እንታይ ሲ ክብሉካ ኪስ ይብሉካ ወባዕልካ ሓዳር እኮ ወላ ክሳይ ከኣ እምበር ኣይነው ገለ ኢላሲ ኩሎም ኣብ ሳሕትስ ኣይነው ኣይደነው ኣይነው ገሊኦምሲ ዓይንዩ ገይሩ እገብረዋ እቲ ኣይነው ከምዚ ናተይ የስ ጥራሕ ፅሒፎም ዝኽእሉ ዓይንዩ ክገብረዋ ነይሮም ነታ ነው እኮ እያ እባ ሽግር እኳ እዩ እ፣ ሰሜናዊት ወየ ንስኺ ኸኣ ሽኮር ኢኺ
እህ ግርም ሽኮራት ኣይሳኣና እህ ሽኮር ካሪሜላ
ኦኬ ነገ በብድዮ ክመጽእ እየ ኣይ ደሓ እንታይ ገድሽኪ ብቪድዮ ትመፅእ ኣብዚ ተፃብኦ ክበዝሓና ብውሽጢ ኢኺ ቪድዮ ትሰድለይ ንዓይ ንበይነይ ንበዓል ቆራጥ ፎሎባክ ግበረኒ እሞ ሃነግርካ እዩ በቃ ኣባ ኮንኪ ርኢ ክለኺ ብውሽጢ ቪድዮ ትሰድ እምበር በዓል ቆራጡ ዳ እዚኦም ሽግር ከምፁልና ዋ
ናተይ ስላትኒ ኣላትኒ ናተይ ስዳሓን
ኣላትኒ ኣብዚ ቅልቅል ከይትብል ከኣ ኣብ ናይ ሓገዝ ክኾን ከሎ ቀዳመይቲ መጽያ ልግስ ገለያ ተብል። እዞም ኣላትኒ ትብሉ እኮ ህበይ ነጢራ ምርካብ ምስ ሰኣነቶ ኣለኒ ኢላ ገዲፋቶ። ዘይብልና ባጅ ተስፋ ኣይተቑርፁና ግረፉ እ ዘይብልና ተስፋ ኣይተቑርፁና ግረፉ ኣይተቑርፁ ኣንታ ኩሉ ሰብ እንታይ እዩ ኣነስ ዘይገር ዘይርድኣኒ ቆራጥ ኣብ ጠጥቓኻ ዘሎ ስሕብ ስሕብ ኣቢልኩም ሲ ዘይትዋሰቡ እቱም ህዝቢ ዋ ፈሪሕና ሜሪ ፈሪሕና ሎሚ ኣይድልን እዩ ው ኣንታይ ትፍርሑ ጽንዑ ኣጆኹም ፍቕሪ ማሺ እዩ ብዓለይ ተመክሮ ክበኩም እየ ኣ- ከማኽረኩም እየ ኣነ እንታይ ክኸፍት እየ መሲልካ ሕጂ ቆራጡ ሜሪ ክንደይ ግዜ ከም ደፍቀርካ እኮ ነጊርካኒ ኢኻ ቅድሚ ሕጂ ዕድስ
ኣማኻርን ኣሳላጥን ጉዳያት ፍቅሪ ዝብል ትካል ክኸፍት እየ ነዛ ኩላ ሰብ ምኽሪ ሂበ ሕውስ ቁስቁስ ከብላ እየ ዓዲ እዊ ቅልቅል ከኣይላ በስታሕቲ እዎ እንታይ መሲልኩም ሕጂ ል- ክን- ነቶም ሲንግላት ምኽሪ ክንልግሰልኩም ሲንግል የዶ ክትብል ኣይፀናሕካ ኣይበልኩን እዋይ እዋይ ኣነ እዋይ ዋይ እ፣ ግን ጋይስ ኣታ ታጎ ፎን- ፋውንድሚ ጠጠው ኢላ ኣላ ጋይስ እንዲያሞ ባሓ ሓሙሸ ክ- እስከ ክንደይ ኣላ መሲልኩም ሸሞንተ ሚእትን እ፣ ሸሞንተ ሚእትን ሸውዓተ ሚእ- እ፣ ሸውዓተ ሚእትን ሰማንያን ኣላ ነታ ሸውዓተ ሚእትን ሰማንያን ደላ ሓደ ሰብ እስከ ክቅይር እየ ድብል ኣነ ክኦት እየ ድብለኒ እስከ ሓደ ሰብ ኣብዛ ታሕቲ ኣነ ይፅሓፍ ሓደ ሰብ ክኦት እየ ድብል ጋይስ እንዲያሞ ኣነ ክኦት እየ ድብል ኣነ ኮ እቴ ድብል እስከ ብስታሕቲ ጋይስ እንዲያሞ ኣነ ኮ እቴ ድብል ኣብ ስታሕቲ ዋይ ኪስ ዝኾነ ለይቲ ዋ ኣብዚ ገዛ ገለ ይደሎ እንታይ እዩ ኪስ ኢልካ ዘራ ቴንክ ዩ ዩ ቴንክ ዩ ሻመይ ናተይ ቴንክ ዩ እንዲያሞ ጋይስ ኩላትና ኣብዚኣ ጎፋንድሚ ላትኩም ናይ ራይሞክ ሓፍትና እስኪ ጣዕጣዕ ኣብልዋ ጋይስ እዞም ኪስ ትብሉ ዘለኹም ሲ ከመይ መንከስካ ተሰበር ምበልኩኻ ግን ንዓና ክገደ ዓመት ሙሉእ ከምዘይ ትስዕም ጉሉ ገይረ ከንፈርካ ክራኽቦ እዩ ከምዚ ክገብሮ እዩ እንታይ ይዛረብ ዘሎ ዝወዲ መን ንመን ኢኻ ክትስዓ ንመን ኢኻ ክስዕም ደሊኻ ንምሸቱ ክልቴኹም ሜሪ እንታይ ዲርኩኩም መንን መንን ክልተ ሜሪ ክልተ ሜሪ ርክብና ኣብዛ ቲክቶክ መጺኣ ኣብ ቅድሚ ህዝብን ዓለምን ትብጽብጸኒ ንፍቅሪ ከኣ ትሓተኒ ሳምታይምስ እዚኣ ጥራሕ ኣታ ርክብና ኣነ ከኣ ጠረብ ጠረብ ኩዕሾ ብላ በቃ። ናትካ መልስኽ እንታይ እዩ? ናይ መን?
ናትካ መልስስ ታይ ነይሩ ግብረ መልሲ ናትካ?
ናተይ ዳ ትፈልጥዮ እንዲኺ ዑጭ። እዎ እቲ ዑጭ ናትካ እንዲ ደሕጉሰኒ ካብ ኩሉ ግን ሲ እዚ ኪስ ዳሞ ንምንታይ ዕላማ ዳዓለበይ ነይሩ? እዚ ኪስ ዳኣ ህዝብና ዳኣ ስቕ ኢሉ እኳ እዩ ኪስ ዝብለካ ዋላ ኣብዚ ናብ መንደቕ ተዝጥምት ነይረ ንመንደቕ ሰዓሞ እብለካ ህዝብና እንታይ ክስታይ ኣለዎ ድዩ ሎሚ በቃ ኣብቶም ክስታውቆ ኮይኑ ላይፍ ብልዕታዊ ፋልነት ክርኢ ደልዩ በዓል ፌደራል ስእሊ ምሻላ ኣብ ላዕሊ ብልዕሌኻ ስእሊ እሳስ ንዓ ሰዓመሎም ኣስመራይ ኣስመራይ ወለላየ ወለላ ክበሃል ከሎ ንዓ ተዛረብ ሜሪ ጆክቤ ኢድካ ሓፍ ኣይተብል ድሓን ግን ገሊኦም እኮ ትራኸብ እዩ ዝመስሎም ከምዚ ምሽ ኣብትን ኣብትን እተብሉ ሓንቲ መቆራጡ ሓሩ ከኣስ ኩሉ ክትፈልጥ ትደሊ እንታይ ዋው እንታይ ዋው እንታይ ትፈልጥዎ እንታይ ናይ ሜሪ ዝፍለጥ ዳሞ ዘሎ ንሜሪ እኮ ሕጂ ኮንኩን ድፈልጦ ቅድሚ ኣርባዕተ ዓመት ገለ እኮ ቤስት ፍሬንድ እኮ እዩ ሜሪ ዳሞ ናተይ ዳሞ እሞ ወዲ ድሕሪ ዓ- ድሕሪ ኣርባዕተ ዓመት ኣይኮነ ሰብሲ ድሕሪ ደ- ደቃይቕ እንታይ ይቀያየር ኣሎ ትርእዮ ኣለኽ ሰብ እዋነ ዋነ ዳሞ ዳሞ ስኒ ትርዒኒ ድያ ሓበራር ዘላ ስኒ ለካ ዘይተቀየርኩ ሓዲስ ስኒ
ኣቲ ሕማቕ ኣይተቐየረ ንፈልጦ እየ ትብሊ ከደኣ ስኽ ደኣ ሞዚ ኩሉ ካብ ዕጭ ሓሊፉ ስም የርስካል ኣይምልስን እዩ Thank you።
ግን ሜርሲ ሜሮን ደኣ ኣይ- ኣይ- ሓረኻፍቲ ኣይበዝሓክን ሜሮንስ ኣይበዝሓክን ኣንታ ኣረድኣለይ ይበዝሓ ጥራሕ ዘይኮነ ሲ ይበዛዝሓ እንታይ እሞ ርዳኣ ነይሩ እዋ፣ ከይበዝሓ በቃ ረዮ ገዚፍኩሞ ረዮ ከይሲፍኩሞ በቃ እግርኻ ስቐሎ ሜረ ሓሳብ ምፍትላል ዝበዝሓኪ እዩ።
እቲ ጸገም ድሓር እንታይ ድዩ መሲልኪ እ፣ መጽሓፍ እንዳንበበ ከሎ እ፣ እስኺ ክትኩርይኺ ከቃባጥረልኪ ግዜ ይረክብኒ ንዓኺ ገለመለ ምስቲ መጽሓፍቲ ናይዲኻ ድሓር እንተቲ ኣብቲ ን ሕክያ ከ ኣብቲ ሕክያ ከ ኣይክትረዳድኡን ኢኹም ኣብ ከምዚኣ መጽሓፍ ደንበብክዋ ገለ ገለ ችግር የብሉ እንታይ እሞ ፀገም ኣለዎ እ፣ ናፅነት ኣትያ ማለት ፍቅሪ የፍቅረኪ ማለት እዩ So፣ ከምኡ ድሓር ከ ሰይቲ ፕረዚደንት ገለ ኮንኪ ትኽእሉ እየን ኣንታ ቆራጥ ርእሲ ኮነ ትሽግር እንታይ ድዩ ትሽግር ቆራጥ ሓቅካ እኮ እዩ። ሜሪ ሕንቅቕት እያ ሜሪ ዋይ እዮም ካብ ሜሪ ኮይኖም ሜሮን ተኽለ ሰንበት ብናትካ ድረቕ ኣቢለ ክፅዋካ ደሓን ንዓይ ተኽለ ሰንበት ክትብልኒ ትኽእል ኢኺ እዎ እንታይ ድዩ እስኻ ትርር ኢልካ ከ እሳ በሽቃጥ እያ ትመስል ሕጂ እስከ
እ፣ ማለት እቲ ትርር ኢልካ ዝብል ዘረባ እኳ እወ ማለት እ፣ እንታይ ደኣ ጣውላ ኢኻ ከስምዕ የብሉን እ፣ ኣብ ንጎኒ ዳርጋ ኣብ ዳርጋ ጎድኒ ናብ ኣይኮነን። ጣውላ እኳ ተደውልካ ናብ ሜሪ፣ ትፀጋጋ
ሸርገጠ ሕሸክ ይብለኒ ኣሎ ሸርገጠ ፅቡቅ ሸርገጠ ፅቡቅ ማዕቀንኪ ኣነ እኮ እንታይ ድዩ ቆራጡ እንዳዕለልና ሲ ሕጂ ንኣብነት ሕሰቦ እሞ ናፊቀካ ክትብለኒ እያ ምሳይ ከላ ተረዲኻ እንዶ ኣነ ድማ ትግጥመኒ ኢኻ እንታይ ማለት እዩ ናፈቆትከ ክብላ እየ ሽግር ክመፅ እዩ ኣፍቂረካ እንታይ ማለት እዩ ፍቅርኸ
እሞ ፍቅሪ ፖለቲካ ነንበይኑ እዩ ክንዲ ሓሩካ ክንዲ ትመኽርዮ ሲ እሱ ጠረው ይኹን ዳኣ እምበር ኣብ ፍቅሪ ልምሉም ይኾን ዘሎ ገሪካ ክሳብ መዓስ እዩ ፖለቲ ኩሉ ነገር ብፖለቲካዊ መዳይ እዩ ዘረዳእካ ወላ ብዛዕባ ህይወት ብዛዕባ ፍቅሪ እንተሓቲትካ ናይ ኩሉ ማለት እዩ ዘረዳእካ ሕጂሲ ትርድእዮ ድዩ ደሎ ትፍቶ ትርድእዮ ዶ ኣነ ይርዳእ ሽግር የብሉን ሕቶ ሕቶ ክሓቶም እዩሞ ነዞም ህዝቢ ዝበዝሑስ መን ብልኾኑ ካብዘን ኣብዚ ማስ ሜድያ ትፈልጥዎም ብተፈላለየ ዓይነት ወይ ብዕላል ወይ ብፖለቲካ ወይ ብናይ ቁም ነገር ኣድቨርታይዝ ክገብራ ገለመለ ወይ ከዓ ከም በዓል ሜሪ ሓፍትና ገለስ ንሜሮን ስመን ምተመኔኹም ልብስ ታሕቲ ዘለኹም በጃኹም መን ምክምነ ወልሓንቲ መን ክምነ ኢለይካ መን ምተመኔኹም ልስከ ፀሓፉ ዋእ
ኣንታ እስኻ እኳ ሰበብ ከተምጽእ ኢኻ ግደፍ እስኪ ግደፋ እታ ዋእ እታ ከመይ እያ እታ ከመይ ድበልኳ ኢኻ እታ
እዚ ኻስ መዋቕዒ ኣብዚኣ ከሎስ ኣነ ከለኹ ኸዳ ጥር ኢሉኻ ተረዲእካ ሜረ ብድሕሪኻ ሽዑ ክሕዘኒ ይደሊ ኣነ ግን ሚሊ ግን እብሉ ኣለዉ ኣላቶ እንዶ ኣላቶ እኮ ንቆራጦ ውሽማ ደሊ እዚ እንታይ ዶክስቲ ኣለዊ መን ንዓኺ ኣነስ ኣነ ውሽማይ ኣነ ውሽማይ ከሆነ እንዴ ክትበዝሐኒ ንሜረ በቃ ሓንቲ ናይ መወዳእታ ናይ ኾነሉ ንዓይስ ልዕሊ ዓቕመይ ኢኺ ክትበዝ ሕቆይ ህሩም እየ
ብዛዕባ ብዛዕባ ሓቆ ተዛሪብና